ሰላም ሰላም ኩሉኹም ተኻታተልቲ ዳዕሮ ሓሙሽተ ሜድያ ከመይ ቀኒኹም ሰላም ክትህልዉ ናይ ወትሩ ምንዮተይ እዩ ሎማዓንቲ ከዓኒ ብሓድሽ ትምህርቲ ተመሊሰኩም ኣለኹ ሎማዓንቲ ብዛዕባ ኣብዚ ዝሓለፈ ኮርስ ዝተምሃርክዎ ገለ ካብቲ ኮርስ ዝወሰድክዎ ትሬይኒንግ ኣብኡ ዘርኣዩና ካብኡ የቕርብዎስ ክብለኩም ማለት ጠቓሚ እዩ ኣገዳሲ ኢለ ስለ ዝሓሰብኩ ንዓኹም ከኣ ክጠቕመኩም ስለ ዝኽእል ምሳኹም ሸር ክገብሮ ወሲነ ማለት እዩ ንሱ ብዛዕባ እዚ ናይ መጥፍእ ሓዊ ማለት እዩ ዝኾነ ኣብ ማኪና ሞቶር ድዩ ኣብ ገለ ባርዕ እንተ ተፈጢሩ ወይ ኣብ ገዛ ዝኾነ ክሽነ ገለ ክትገብር ከለኻ ጋዝ ረሲዕኻዮ ገለ ክባራዕ እንተጀሚሩ ንእሽቶ ሓዊ ገለ እንተጀሚሩ ብዝሓጸረ ኣብ መጀመርያ ከመይ ጌርካ ተጥፍኦ እቲ ሓዊ እቲ ገለ ናብ ዝለዓለ ይበጽሐ ከሎስ ከመይ ጌርካ ተጥፍኦ ገለ ኢና ክንርኢ ኣብ ዓድና እኳ ዘይብዙሕ ልሙድ ኣይኮነን ማይ ጌርካ ኢኻ ትግጭቦ ገለ እሱ ግን ኣዝዩ ሓደገኛ እዩ ብጣዕሚ ጌጋ እዩ ነቲ ሓዊ መሊሱ ንላዕሊ ዘጋድዶ እዩ ሎመዓንቲ ግን በቃ እቲ ግድን ክንገብሮ ዘለና እንታይ ዓይነት መሳርሒ ክንጥቀም ኣለና፣ ነቲ ሓዊ ንምጥፋእ ብኸመይ ክንጥቀመሉ ኣለና ገለ ዝብል ትምህርቲ ሒዘልኩም መፅኦ ዘለኹ። እቲ መሳርሒ ከዓ ብዙሕ ክቡር ኣይኮነ ኖርማል እዩ። ጥራይ ክንፈልጦ ኣለና ከመይ ጌርካ ትጥቀመሉ መዓስ ትጥቀመሉ ገለ ሎማዓንቲ ብዛዕባ እየ ክገልፀልኩም ኣስፋሓ ኣቢለ ሕጂ ብቐጥታ ናብኡ ከብለኩም ሰናይ ምክትታል። ሪኢኹማ ሕጂ እዚኣ ብጨርቂ ማይ ኣጠልቅዮም ስታይ ዝጥቀሙላ ንሳ ብጣዕሚ ኣገዳሲ እያ ማለት እዩ ካብ ማይ ጌርካ ትግጭቦ ነቲ ሓዊ ወይ ማይ ትደፍኣሉ እሞ መሊሱ ዝጋደድ ገለ ዝኾነ ርጉድ ዝበለ ጨርቂ ከም ዝኾበርታ ዓይነት ማይ ኣጠልቂኻ ልክዕ ነቲ ዝነድድ ባርዕ ዝጀመረ ንዕኡ ዕብጥ ምባል ዓቢጥካ ከዓ ንከምዚ ኣብ ኮለኻ ፍሕፍሕ ፍሕፍሕ ምባል ንዕኡ ምድራዝ እቲ ዝሓሸ እዩ ማለት እዩ ነቲ ባርዕ ንምጥፋእ መርዚ ማይ ምግጫብ ገለ እዚኣ ቅንዕቲ ኮነትን ጌጋ እያ ማለት እዩ ነቲ ዝሃቡና ሓበሬታ ብዓድና ኣብ ገለ ግን መብዛሕትኡ ግዜ ማይ በቃ ከምዚ ናይ ሓዊ ገለ እዩ ኮይኑ ዝስምዓና ስኢልና ማይ ጌርና ኢና ንግጭቦ ዝኾነ ባርዕ ምስ ተፈጥረ ተጥፍኣሉ ከዓኒ ዝረኣኹሞ ከምዚ ጌርካ ተጥፍኣሉ ዝረኣኹሞ ንሱ ዝተፈላለየ ክትገዝእዎ ከለኹም ሓበሬታ ካብቲ ዝምልከቶ ኣካል ክትወስዱ ኣለኩም። እቲ ገሊኡ ወላ ሓንቲ ዘይሃስሎኒ ኤሌክትሮኒክስ ንከምኡ ኢሉ ዝተሰርሐ ማለት እዩ ሕጂ ቲቪ ክትቃፀል እንተጀሚራ ወይ ኮምፒውተራት እንተሃልየ ነቲ ናይ ኤሌክትሪክ ገለ ንኩሉ የጥፍኦ ግን ነቲ ኣብ ዘሎ ገመዳት ናይ ኤሌክትሪክ ድዩ ነቲ ቴሌቪዥን ካልእ ኮምፒውተር ንዕኡ ወላ ሓንቲ ኣይሃስዮን እዩ ነቲ ዘሎ ባርዕ ጥራይ ጽቡቕ ገይሩ የጥፍኦ ገሊኡ ከዓኒ ናይ ካልእ ዓይነት ባርዕ ንዕኡ ንመጥፍኢ ዝተገብረሎ ማለት እዩ ሕጂ ኣበይ ትጥቀመሉ እቲ መጥፍኢ ዝተሰርሐ ስታይ ናይና እዩ ምፍላጥ ኣገዳሲ ማለት እዩ ኩሉ ግዜ እቲ ንብረት ክንገዝኦ ከለና ሓበሬታ ኣለዎ ንምንታይ ክትጥቀመሉ ከም ዘለካ ኤሌክትሮኒክ ዝኾነ ቴሌቪዥን ገለመለ ድያ ተቓፂላ ንዓኻ ክተጥፍኣሉ ደሊኻ ወይ ኖርማል ኣብ ክሽነ ሓዊ ድዩ ተቓፂሉ ሞት ሓዊ ይጅምር ድዩ ዘሎ መጀመሪኡ በቲያ ንእሽቶ መጥፊት ሓዊ ክትቋፅሮ ትኽእል ኢኻ ኮንትሮል ክትገብሮ ትኽእል ኢኻ ኩሉ ርኢኻ ባዕልኻ ገምጋም ትወስድ ማለት እዩ። እቲ ሓፈሻዊ ኢንፎርሜሽን ኣነ ዝህበኩም ዘለኹ እምበኣርከስ ክቡራት ተኸታተልቲ ዳዕሮ ሓሙሽተ ሜድያ ናይ ሎመዓንቲ መደበይ ነዛ ዘቕረብኩልኩም ትመስል ሓድሽ ትምህርቲ ረኺብኩም ክትኮኑ ከዓኒ ተስፋ ይገብር ብዝተረፈ ኣብ ቀጻሊ ብካልእ መደብ ክሳብ ዝመጻኩም ሸር ላይክ ሳብስክራይብ ኣይተውሕዱ ክሳብ ኣብ ቀጻሊ ንራኸብ ሰሰናዩ ንዓኹም ሰላም።